እሺ ጀነራል ዮሃንስ እየ ዝበሃል መጀመርያ ከምዚ መናእሰይ ኮይንኩም ተበግሶ ወሲድኩም እዚ ኣጀንዳ እዚ ምልዓልኩም ክብሪ ይግበኣኩም ክትብርትዑ ኣለኩም ድማ ይብል። እዚኣ ምስ በልኩ ናይዛ መድረኽ እዚኣ ተረድእትኒ እንታይ እያ ንእሽተይ እንድያ እታ ኣዳራሽ መስለኒ ውሕድ ዝበልና ኢና እውን ተኣኪብና እንደ ሚእቲ ዶ ንኸውን ኣብ ከምዚኣ ዝበለት ትግራይ ወሲድና ማለት እዩ ትግራይ ሲ ሓሙሽተ ዓመታ እንታይ እያ እኒኣ እንተልኩምኒ ኣብ ጦርነት እያ እኒኣ ከመይ እንተልኩም ጦርነት ጦርነት ኣሎ፣ ዝሑል ኩናት ኣሎ፣ በግ ህልም እናበለ ይኸይድ። ሕብረተሰብ ግን ካብቲ ጦርነት ዘስዕቦ ሰቐቐን እንድሕር ዘይወፅዩ ንዓይ ኣብ ጦርነት እዩ ዘሎ እየ ዝብል ናይቲ ጦርነት መልክዕ ግን ኩሉ ሻዕ ነናይ ባዕሉ መልክዕ ሒዙ እዩ ዝመፅእ ኣብዚ ናይ ኣብዚ ኣብዚ ናይ ተጋሩ ኮይና ኣብዚ ናይ ትግራይ ጦርነት ከዓ እዚ ሓሳብ መጀመርያ ክተማኽሩና ኢልኩም ሓቅኹም ካብ ማኸር ውሕድ ዝበለ ሰብ ኢኻ ትረክብ ኣብ ምምኻር ድማ ታይና ሚስ ጌርና ከም ወለዶ ሚስ ዝገበርናያ ሊንክ ትደልዩ ዘለኹም ገይረ ዝወስደኩም ከም ዜጋ ኣብ ጥፍኣት ኣብ ጦርነት ዘሎ እንታይ ዘይገብርናዮ ኣሎ እንታይ ሚስ ዝገብርናዮ ጥበብ ኣሎ ምችም ማነጅመንት ተምሃርኩም ብዙሕ ነገር ስልቲ ስትራተጂ ስራሕቲ ከመይ ከም ዝኸዱ ጦርነት እውን ንሱ እዩ ሳይንሱ ስለዚ እዚ ጦርነት ዝበልዐና ዘሎ ብዘይምቁራፅ ከም ዜጋ እንታይ ኢና ሚስ ጌርና ኢልኩም እትሓቱና ዘለኹም ገይረ ወሲደ ብርግፅ እውን እዚኣ ናይ ዜጋ ሕቶ ክትኮን ኣለዋ ይብል እዚኣ ከዓ ኮንሰንሰስ እትውሰደላ ቁም ነገር ኣበይ ኣላ ክንደሊ ንሕና እውን ክንሕግዘኩም ብሓሳብ ይግባእ ይብል ኣብ ናይ ትግራይ ጦርነት ካብ መጀመሪኡ እቲ ናይ ቀደም ታሪክ ገዲፍና ሚስድ ክሪቲካል ሊንክ ናይ ዜጋ ድምፂ እዩ ጦርነት እንተመፅኡ እንታይ እዩ ጠፊኡ ዘሎ ሰላም ሰላም ዘይምቁራፅ ተጠፊኡ ነዛ ሰላም ኣብ ምምፃእ ከም ዜጋ እንታይ ኢና ዘይገበርና እንተልና ሓንቲ ነገር ኣይገበርናን ከም ዜጋ ተፈላላይ ጦርነትን ሰላምን እዩ ሕጂ ኩሎ ኣብዚ ክልት እዩ ኣብዚ ክልት እዩ እቲኻ ሰላም ፓርቲ የብሉ ኣይዲዮሎጂ የብሉ ፆታ የብሉ ዘርኢ የብሉ ሃይማኖት የብሉ ሰላም ተጠፍኡ ንኹላ እዩ ዘጥፍእ ስለዚ ኣብ ሰላም ኣይትፈላለን ጦርነት እንተመፅኡ ብውልክዕ ብዘይ ፈላላይ ስለ ዘጥፈካ ኣብ ሰላም ድማ ኣይትፈላለን ሕዚ ሰላም ምባል ከም ዜጋ ኣይከኣልናን ድምፅና ጠፍኡ ኣብ ዓለም ዝግበሩ ብዙሕ ምርምር ዘድልዮም ጦርነት ክለዓል ከሎ ዜጋታት ሆ እዮም ዝብሉ ኣይንደልን ስለዚ እንዲያውም ብጣዕሚ እግርና ጎቲትና ሕዚ ምውቕቓስ ኣየድልየናን ናትኩም ተበግሶ ክትበራታታዕ ኣለዋ ዝብላ ካብዚ ገዛ እዙይ ካሊእ ምኽሪ ኣለና እንተዘይልናኩም ሰላም ንኽንብል መናእሰይ ኢኹም ጉልበት ኣለኩም ታሰላም ብዘይ ዕድመ ብዘይ ምንም ኣፈላላይ ጦርነት ኣይንደልን ሰላም ኢና ንደሊ እዚኣ ንመን እያ ኣብ ትግራይ ዘሎ ህዝቢ ትግራይ ክሰምዓ እዩ እቶም ቲቤሌፍ ዶ ግዛዕ ዶ ክጠፍኡ ኣለዎም ዶ ገለ ንብሎም ክሰምዕዋ እዮም ህዝቢ ኢትዮጵያ ብምሉእ ክሰምዓ እዩ ዓለም ክሰምዖ እዩ እንታይ እዮም ዝብሉ ዘለዉ ተጋሩ ክብል እዩ መቸም ሰላም ዝበለ ሰላም ይብሉ ስለ ዘለዉ ንደግፎም ዝብል ፈታዊ እዩ ዝመፅእ ስለዚ ክሳዕ ሀዚ ናብዚኣ ምምፃእ ኣይከኣልናን ግን ናብዚኣ ንክንመፅእ ናብዚኣ ንክንመፅእ ግበሩ እየ ዝብል ኣነ እታ ዝሓወይ ሶሻል ሚድያ ኣሎ ቴክኖሎጂ ኣሎ ክነነቓንቆ ንኽእል ኢና ዝበልካያ እታ ሓኒቓ ሒዛትና እኒኣ ንሳ እያ። ንሳ ግዜ ብዝወሰድና ቁፅሪ ዋጋ ተኽፍለና ኣላ። እቶም ኣብኣ ኮይኖም ተደልዮም ፅምዶ ድዮም ዝብለዉ ባይዘወይ ከይትስማዕ ዝደልይዋ ድማ እዚኣ እያ። እቲ ጦርነት ዝደሊ እዚኣ ክትስማዕ ኣይደልን። ፈተና ቀሊል ኣይኮነን እቲ ብሓይሊ ዝደሊ እቲ ውሑዳት እዮም እሞ ገለ ንእሽተይ ደም ኣፍሲስካ ነውግዶም ዝብል ሓይሉ ዝረኣዮ ክላሽን ዝረኣዮ ብርህ ኢላ ኣይትረኣየናን እዚኣ ግን እታ ተዋፅእ ንኦም እውን እያ ተዋፅኦም ነቲ ዜጋ ድማ ከም ዜጋ ድማ ተዋፅና ስለዚ ኣብዛ ጥበብ እዚኣ እንተሰራሕኹም እታ ኣነ ኣብዚ ብዙሕ ክንፈላለ ኢና ዝብል ግምት የብለይን፣ እግርና ዝጎተትናሉ ከም ዜጋ ዲያስፖራ ኣሎ፣ ኣብ ኣዲስ ኣበባ ኣሎ፣ ኣብ ትግራይ ኣሎ፣ ኣዲስ ኣበባ ዘሎ ዝሐሸ ምቹው ኩነታት ኣሎ። እዙይ ዝነቓነቐሉ ስልትን ስትራተጅን ቀልጢፍኩም እንተሓንፀፅኩም እሞ ንሕና ክንሕግዘኩም ዝግባእ እንተሓተትኩም ፅቡቕ እዩ ይብል የቕንየለይ። ሃ መዓልካትኩም
ኣክሱማውያን ሚድያ እውን እዚ መድረክ እዚ ስለ ዘዳለወ ከመስግኖ ይደሊ። ብግሊ እውን ከም ግደይ ግደይ ትግራዋ እዩ ብሓቂ ትግራዋ እዩ ምስቲ ዕድመኡ ትግራይ ከመይ ክትኾን ከም ትደሊ ዘለዎ ባህጊ ይፈልጦ እየ ንዓይ እውን የማኸረኒ እዩ ብዛ ኣጋጣሚ እና ንፉዕ ሰብ እዩ እዚ እውን ከምዚ ግበርሉ ኢኒሼቲቭ ወሲድኩም ንስኹም እውን እዚ ትገብሩ ተለኹም ብጣዕሚ ኢና ነመስግን ቕፅል እውን ኣለዎ ይብል ካብኡ ኣብ ትግራይ ጉዳይ ትግራይ ትበሃል ተሎስ ህዝብለ እቲ እንታይ ዝበሃለ ናፈለኻ እዩ ዝረአይ ኣነ ትግራይ ትበሃል ህዝቢ ስለ ዝፀረት እዩ ትግራይ ልብል ኣለኹ ናይ ትግራይ ሕማም እዩ ዋና ደገድሰና እንታይ እዩ እቲ ሕማም እዩ እቲ ሕማም ዓዶም ዘይኮነ ሰባት ኣለዉ ትግራይ ዓዲ ዘቕመጡ ናይ ትግራይ ረብሓ ባሕሪ እዩ ናይ ትግራይ ረብሓ ዝኩሉ ሂቦም ኣቕሚጦም ከም ቁንስላ ወይ ከም ኣምባሳደራት ኮይኖም ኣብ ትግራይ ተጋሩ ጠፊኦም እሶምይም ሓውሮምይ ክፀንሑ ዝደልዩ ትግራይ ትበሃል ናቶም ዓሌትን ናቶም ክትኸውን ዝደልዩ ኣካላት እዮም ኣብዚ ዝገርመኒ ብዙሕ ሰብ tplf ናለይ ይፅውዕ ኣሎ ንሽተይ ድሕፍር ማለት እዩ tplf ዝበሃል የለ ኣብዚ tplf ተባሂሉ ኩሉ ትግራዋይ ውድብ ቲፔኤልኤፍ እውን ኣይኮነይ ዝብል ነረ ውድብና እዩ ዝብል ነረ ደይበሃል ማለት እዩ ሃም ባህሊ ኮይኑ ጎዳእ ባህሊ ስለዚ እዛ ብመመልከቻ ሃገር ዝተብሃለት ንስልጣኖም መንታን ከሻመዩ ሒዞም ተጋሩን ምጽናት እዩ ትዕላማ ዋና ሕማም ትግራይ ሻዕብያ እዩ ሻዕብያ ኣብ ክልተ ኣብ መቐለ ኣሎ ዓዲ ሃሎ ኣሎ በቃ እዚኣ እያ ብልፅግና ፈደራል መንግስቲ ይብሉ ብልፅግና ኣነ ሕዚ ምራሕ ኢልካ ተሂብካኒ ክመርሕ ፕላን ኣውፅኤ ታተ እናበልኩ ዝዕንቅፈኒ ተኮይኑ ክስትሮ እየ ብልፅግና ከምኡ ገይርና ምራሕ ተባሂልዎሞስ ንዝውረካ ኢና ኢሎም ከስትሩ ከስትሩ ገዲፍና ስብኣይ ወይለ ስለዚ እቲ ንዓይ ዘገድሰኒ ሐዚ ምስ ፈደራል መንግስቲ ኮይንና ንሰርሕ ኢና ዝብል ትግራዋይ ኣሎ ታይ እዩ እቲ ስራሕ ምስ ፈደራል መንግስቲ ንፁር ኮን ለዎ ተጋሩ ኢና ኢትዮጵያውያን እንዲና ካብ ኢትዮጵያ ንረኽቦ ረብሓስ እንታይ እዩ ኣብዚ ብኮፍናስ ብቀደማይ ሪኢኹሞ ተጋሩ ዘይብሉ ሕገ መንግስታዊ ጥሕሰት ታይ ገጢሙና ሪኢኹሞ ነይርኹም ስምረት ትኸሰም ነይሮም እንኳዕ ኣቋረፅኹሞ እውን ፍርድቤት እንኩ ተበለኩም ተርጓሚ ሕጊ እቲ ፌደሬሽን ይመስለኒ ተጋሩ ዘይብሉ ስለዚ እሱ ዲክለር ተገይርዎስ በቃ ኦረዲ ተወዲኡ ማለት እዩ ንሕና ብዘይ ኣለና ኣሉ ስለዚ ተጋሩ እዚ ህዝቢ እዚ ገለን ህዝቢ ለለ እንታይ ገብርሎ ይድሎ ንመን ንዓና ናብ ዝለሎ እንታይ ይገብሩ ኣለዉ እዩ ዝብለ ዘሎ። ብሓፈሻ ህዝቢ ንውሰዶ። ህዝቢ ብኢሊታት እዩ ዝምራሕ። ኣሕዋትኹም ኣውፅዎም። ሓው ዘይብሉ የለ ኣብቲ ኣብ ቲዲኤፍ። ንዞም ሓኽሉ ድሙ ዝሕልዮም ዘሎ መን እዩ? ቲዲኤፍ። ቲዲኤፍ መን እዩ? ወዲ ህዝቢ ትግራይ እዩ። ንዕኡ እሚንኻ ዶ? ሓደ ቃልሲ ናትና ከ ትድግፍዎ ዶ ኣይትድግፍዎ እዩ ግን ትኸብርሉ ኢኹም ኣብ ኣዲስ ኣበባ ትነብርሉ ኢኹም ንድግፎ ኢና እዚ ቃልሲ ግን ትሓፍርዎ ኢኹም ኣንሕና ንቃለስ እኮ ንተሓኽል ድሙ እኮ እዩ ጫቑት እዩ ድበልዕ ምሽ ሓኽል ድሙ እዚ ሓኽል ዝሙድ እዚ ከዓ መናእሰይ ተጋሩ እናበልዐ ዝመፀ ኣካል እዩ ባይዘወይ ሕወሓት ትብሉ ትበሃል ተሎ ክመፅእ ከሎ ድኽነት፣ ሱስ፣ ኣልኮል፣ ትግራዋይ ምፍልላይ፣ ፍትሒ ምስኣን እዩ ሒዙ መፂኡ። ፅምዶ ተባሂሉ ተፈጢሩ ፐርፐዙ እንታይ ነይሩ? ኢፈርት ድበሃል ፍርማ ኣሰባሲብካ ናብ ሕጊ ትመርሖ ንተጋርዶ ይኾን ንዝጉጅለ ድብል የለይ ወያ መኪና ተሒዝናስ ኢው ድብሉ ኣለው ኢው ንፈደራል ከይዶም ዝነግሩ ሶ እዚ ኣዲስ ኣበባ ለሎ ህዝቢ ሞቪላይዝ ተገይሩ ህዝቢ ትግራይ እንታይ ከም ዝኾን ለሎ ኣብ ምንታይ ኩነታት ከም ዘሎ መን እዩ ከም ዝገብረሎ ሻዕብያ ኣብ ትግራይ ኣሎ ሕዚ ኣትዩ ፅምዶ ይኾነ እቲ ኣትው እዩ ሙሉእ ሙሉእ ኦኬ ስለዚ ኣብዚ ኣብ ፈደራል ለሎ እንታይ ይግበር ኣሎ ሰልፊ ክውጻእ ኣለዎ ድምጺ ክመጽእ ኣለዎ ክጋዋሕ ኣለዎ እዚ ኩሉ ኣማጢጥና ኣይወዳእናይ ኣማጢጥካ ወድእ ካብኡ ግን እዛ ድምድያ ትጥዕም ሰላም ኢና ንደሊ ንዓይ ፖለቲካ እያ ሃመይ ጌርካ ትደልያ ብምንታይ ክወርደልካ ድዩ ገበነኛ ጉጅለ ውለሎ ኣይወርዲ ብመን ተውርዶ ኣነይ እስኻይ ኮይንና ተጋሩ ዓድና ንሕዝ ኣለና ዓድና ምስ ሓዝና ኢና ንሕና ተፈናቀልቲ ዶ ግዝኣት ትግራይ ዶ ንብል መንግስቲ ዶ ኮንኻስ ኣዲስ ኣበባ ኮይንኻስ ግዝኣት ትግራይ ምንታይ ማሕቆፍ መንግስቲ ተኮይንካ ግዝኣት ትግራይ ካብዚ ካብዚ እዩ ትብል ስለዚ ኣብዚ ለሎ ኩሉ ብበይኑ ብኔትወርክ እዩ ዝኸድ ሕዚ እውን ኔትወርክ ቀፂሉ ምጥላፍ ኣሎ ምጉጃል ኣሎ ስም ምጥፋእ ኣሎ ደይትፈልጦ ሰብ ሓደ ሰብ ዝረእኹ ኣብዚ ሰብ ንሃለየ ምንጋር ኣይፈቱ እዩ ብጣዕሚ እየ ጸሊኦዮ ግን ጌታቸው ረዳ ኣይጉጀል ሕዚ ንዓና ኣየቕርበናይ ክነግረኩም ኣየቕርበናይ ኣይጉጀል ጸላእ የብሉ ፎታይ የብሉ ብጣዕሚ ዕድለኛ ሰብኣይ ማለት እዩ ለማ ደለካ ኣለኹ ካልኡ ትግራዋይ ጉጅለ ናይ ባዕሉ ይፈጥረ ኣለኻ ብቲ ጉጀል ብቲ ጉጀል ኦኬ እንካ ምስማዕ ንጅምረሉ ሰዓት ኢለ ይኣምን ብዙሕ ግዜ ዘረባ እንዲና ነፅመኩም ምስማዕ ፅቡቅ እዩ እቲ ኢኒሽቲቭ ፅቡቅ ኢኒሽቲቭ እዩ ኣብ ናይ መሓሪ ወፅኤ መስለኒ መንእሰይ ኢንቻርጅ ክኾን ይኽእል ኣሎ በዓል ዋና ክኾን ይኽእል ኣሎ ኣነ ቂም ስለ ዘሎ ባግራውንድ ስለ ዘለና ጥራሕ ከ ከይመስለኩም ድፍረት እውን ክህሉ ዝኽእል ሓሳባት ሓደሽቲ ሓሳባት ናይ ምፍታሽ ዓቕሚ እውን ክህሉ ዝኽእል ኣብቲ መንእሰይ እዩ ሕዚ ናተይ ስግኣት እቲ መንእሰይ እውን ንልክሞ ከይንህሉ እታ ቅዲ ተመሳሳሊ ቅዲ ሒዝና ሰን እናዘመርና እቲ መንእሰይ እውን ኣብ ክልተ ካተጎሪ ተኸፊሉ ናይ ባዕሉ ዘይኮነ ደርፊ ናይ ባዕሉ ዘይኮነ ጭርሖ እዩ ዘስምዕ ሶ ብዝተኻለ መጠን ናይ መንእሰይ ኦነርሺፕ ኢኒሼት ስለ ዝገበርኩም ኣነ ታንክ ዩ ክብል እዩ ኣብዚ ክዛረብ ይኮንኩም መፅእ እቲ ዝጀመርኩሞ ኣነ ሓሳባት ባላ ፍትሕትሕ ኢሉ እዚ ይረኣየኒ ዝብል ሓደ ሓደ ግዜ ካታሪክቲክ ዝብልዎ ኣለዎም ኣብ ሳይኮ ኣናሊሲስ ኢልካ ናብ ውሽጥኻ ዝመጸልካ ኩሉ ክትዛረብ ምኽኣል ባዕሉ ተወሰነ ናይ መፍትሒ ምምጻእ ኣካል ኮይኑ ከምቲ ዝተባህለ ኩላ በብመዓልቲ እናተዛረብና ኮምፓይል ዘይተገበረ ቁም ነገር ናብ ዘለዎ ነገር ዘይሽረፍ ተኾይኑ ናይ ባዕሉ ሓደጋ ኣለዎ። ከምቲ መንጋግ ዝብሎ ዝነበረ ድምጽና ክነስምዕ ንኽእል ኣለና። ኖ ክንብል ክንኽእል ኣለና። ኲናት ደው ንምባል ከምቲ ዝተባህለ ክፍጸም ዝግብኦ ክፍጸም ክኽእል ኣለዎ። መንግስቲ ዝኣተዎም ኮሚትመንታት ክፍጸሙ ክኽእል ኣለዎም። እዚ ሓደ ነገር እዩ። ግን እዚ ክትገብር ተኾይንካ ኮሌክቲቭሊ ድምጽኻ ክተስምዕ ትኽእል ኣለካ። ኣብዚ ዘሎ ሰብ ድምጹ ከስምዕ ክኽእል ኣለዎ። ትግራይ ዘሎ ሰብ ኣየስምዕን ዝበል ኣነ ኣይሰማምዐሉን። የስምዕ ኣሎ እዩ። እቲ ዘሕዝን ግን ብእግሩ ቮት ይገብር ኣሎ መንእሰይ። ካብ ዓዲ ይወጽእ ኣሎ። ኤርትራ ኣብ ሰላሳ ዓመት ዘጥፈኣ ናይ መናእሰይ ፍልሰት ንትግራይ ሰለስተ ዓመት እውን ዘፅንሐና ኣይመስለንን በዚ ኣካይዳ እዚ ስለዚ ነዚ ሪቨርስ ክንገብሮ ተኮይና መንእሰይ ብእግሩ ቮት ምግባሩ ደው ከብል እሞ ብኢዱን ብድምፁን ቮት ዝገብረሉ ኩነታት ንፈጥር ኣለና ኣይ ቲንክ ከም ኢኒሽቲቭ ናይ መናእሰይ ድምፂ ንምእካብ እቲ ድምፂ ድምፂ ኮይኑ ከበርግገና ክእል ኣለዎ ነቲ ስታተስኮ ሜንቴን ጌርና ክንጸንሕ ንደሊ ሰባት ከበርግገና ከደንግጸና ክእል ኣለዎ ኣነ ንእገለ ንእገለ ምስ በልና ሓደ ጉጅለ ገለ ዝውሃቦ እውን ጌርና ይንውሰዶ እቲ ኣብ መቐለ ዝነቆጠ ሓይሊ ብዝኾነ ይኹን ኮስት ናብ ኹናት እእቲና ህዝቢ እውን ለኪሙ ክሳብ መጨረሻ ዋላ ሓንቲ መንደር ሒዙ እውን ክሳብ መጨረሻ ናይ ባዕሉ ሬሌቫንስ ከረጋግጽ ክሳብ ዝኸኣለ ክቕጽለላ እዩ ግን ክንፈቕደሉ የብልናን እዩ ክንፈቕደሉ የብልናን ንበሉ ሰዓት ድማ ክንግልጦ ተኾይና ከምታ ንምሓር ይብልዋ ዝነበሩ መንእሰይ ኢንቻርጅ ክኾን ክሎ ኣለዎ። ኣክሱማውያን ኣብዚ ኣጋጣሚ እዚ ከመስግን እውን ዝደሊ ኢንፋክት ክመጽእ እውን ዝደለኹሉ ዋና ምክንያት ሓደ ፓርቲ ወይ ካልእ ፓርቲ ዝገበሮ ኢኒሼቲቭስ ናይ ባዕሉ ባጌጅስ ኣለዎ። ስለዚ ኩሉ ሰብ ክእከብ ተኾይኑ ኩልና ኣትሊስት ይሕመቕ ይጸብቕ ትግራይ ክትድሕን ኩልና ድልት ዘለና ብሰላም ዝምለሰላ መቐለ ብሰላም ዝምለሰላ ዓድዋ ኣክሱም ሽረ ኣላማጣ ሑመራ ክትህሉ ይደሊ እየ። ዘልዕልኩሞ ሕቶ ነይሩ ኣነ ናብዚ ናብ ዝርዝር መልሲ ክኣቱ ኣይደልን ምክንያቱ ናተይ ዕላማ ኣብዚ ኢንካሬጅ ንምግባር እየ መፅየ ኢንካሬጅ እውን ክግበር ዝግብኦ እዩ ግን ኮምፓይል ይገበር እንታይ ሜጀር ሜጀር ሓሳባት ተላዒለ እዚአን ከ ናብ ኣክሽን ከመይ ጌርና ንቐይር ናብ ዝብል ግን ክንኣቱ ንኽእል ኣለና ዝብል እምነት ኣለኒ ዘረባታት ብዙሕ ግዜ የስንፈካ እዩ ፅቡቕ ይወፀልካ እሞ መፍትሒ ዘምፃእካ ይመስለካ ግን መፍትሒ ንምንዳይ ከም መበገሲ ከገልግል ይኽእል እዩ ናብ ኣክሽን ተዘይተቐይሩ ግን ያው ቶኪንግ ሾፕስ ዝበሃሉ ኣለዉ ኣብ እንግሊዝ ተኾይድኹም ዓበይቲ ኣደባባያት ኣለዉ ክርስቶስ ክመጽእ እዩ ዝብሉ ማርክሲዝም ኣብዚ ቀረባ ተግባራዊ ክኾን እዩ ዝብሉ ኣንቲክራይስት ይመጽእ ኣሎ ዝብሉ ኩሎም ዓይነት ዘረባታት ዝገብሩ መንገድታት ኣለዉ እዚ ዝመሰለ ሰብ ንግግር ይገብር ሰላሳ ሰብ ይሰምዖ ሓድሓዲኡ ዓሰርተ ሰብ ይሰምዖ ሓድሓዲኡ ዝሰምዖ የለን ግን ልምዲ ይኾነካ እሞ ይወፀልካ እዩ ካብኡ ግን ክነስግሮ ንኽእል ኣለና፣ ናብ ኣክሽን ክንቕይሮ ንኽእል ኣለና። ኣነ ጆን ወጽየ ኣሎ እምበር ብተደጋጋሚ ዘልዕለን ነገራት ኣሎ። ድምጽና ነስምዕ ከበርግጎም ክእል ይኽእል ኣሎ። እዞም ሰባት እዚኦም እቲ ዝስክሩ ተኾይኖም ኣነ ንባዕለይ ዘስሕቐኒ ነገር ነይሩ፣ ክሲ ይቐርበኒ ነይሩ። ኣነ ኣብ መቐለ እናሃለኹስ ሰላም ሰላም እናበለ ናይ ህዝብና ናይ ኹናት ናይ መኸተ መንፈስ ክሰብር ይጽዕር ኣሎ ይብሉ። ሰላም ምባል ብምንታይ ምኽንያት እዩ ሓጢኣት ክኾን ዝኽእል? ባዕሉ ዓርሱ ክኢሉ ሰላም ምባልስ ክሙገስ እዩ ዝግብኦ። So ካብ ኹናት ወፃኢ ክነብር ዘይደሊ ኣተሓሳስባ ዝሓዘ ናይ ሰላም ድምፂ ዓው ኢልኻ ብምስማዕ ክተበርግጎ፣ ክተባህርሮ፣ ድቃስ ክትኸእሎ ትኽእል ኣለካ። እዚኣ ተዘይገርና ናብ ኣክሽን ተዘይኣቲና I think ለውጢ ክነምፅእ ኣይንኽእልን ዝብል እምነት ኣለኒ። Thank you ግን ምስ እዚ ዓይነት initiative ስለ ዝጀመርኹም ክቕፅሉ እንተኾይኑ along this line ተተገበረ ፅቡቕ እዩ ዝብል እምነት ኣለኒ። የቐንየለይ።